ንዑ ሓወልትኹም ውሰዱልና። ይኹኖም ጸንኽ ኢልና የቲ ጸገ። ብዛ ብክልተ ሽፈራ ትዝወር መኪና ኣይሳፈርን። ተጠራጥር እያ ናይ ብሓቂ ማለት እዩ ኣነ ዋላ ወሪደ እለ ኣለኹ። ከም ብሓዱሽ ተመያይጥኹም ግዝያዊ ምምሕዳር ትኸሉ። ሕውሓት ልክትጠፍእ ዕስራ ኣርባዕተ ስዓት ተሪፍዋ። ጀነራል ፃድቃንን ጌታቸውን ግን ብሄራዊ ክሕደት ብምፍፃም፣ መጀመርያ ናብ ኣብይ ዝደወለ ዶክተር ደብረፅየን እዩ። ሓድነት ሓድነት ኮይና ድሓረ ፀላኢና ኖኖኖኖ መጀመርያ ማዕርነት ሒዝና ኢና ብሓባር ንቃለስ። እወ ንክሕክመኒ ጠይቅክዎ ከይደ እዮ ናብ ህዝቢ መጀመርያ ዝከድኩ ናብ ዶክተር ደብረፅየን ከይደ እየ።
ንቲክቶክ ዝሽቅጡ ዘለዉ ኣነ ኣይፈልጦምን እየ እዚ ካፒታ ዝብሃል ኣሎ። ኦን ኢካ ብሮ ንስካ ውፊይ ንጉስካ። ጆን ብላክ ኣዕረፉ ዕረፍቲ ሃቡ። ኣብ ናይ ሎማዓንቲ ቪድዮ ካብ ንሪኦም ቪድዮታት እቲ ቀዳማይ ማለት እዩ። ጆን ብላክ ካብ እሱርቤት ዝላኣኾ መልእኽቲ ኣሎ ንሱ ክንሰምዕ ኢና ማለት እዩ ንዑኡ ዝኸውን ሓደ ሓደ ድማ ማለት እዩ ካብቴን ውን ከምኡ ዓይነት ንእሽለይ መልስታት መሊሱሉ ኣሎ ዳዊት ወይ ከኣ ዳዊት ቲቪ ማለት እዩ ሓንቲ ኣብ ሕብሪ ፖድካስት ንዝቐረበት ቪድዮ መእረምታ ወይ ከኣ መመሓየሺ ነጥበይ ኣለኒ ፒራሚዳት ግብጺ ብዝምልከት ዝተዛረቦ ዘረባ ኣሎ ክንሰምዖ ኢና ጉዳይ ትግራይ ብዝምልከት ዝጸንሑ ክልተ ብፍላይ ክልተ ሰዓብቲ ክልተ ተኸራኸርቲ ብዛዕባ ህወሓትን ግዝያዊ ምሕዳርን ዝከራኸሩ ወገናት ማለት እዩ ሓመድ ክሳብቱ ዝወፁ ማለት እዩ ሓመድ ተዋፂኦም ኣለዉ ኣብ ብራ ከሸው እንታይ እዩ ዘባእሶም ዘሎ ንሳቶም እውን ንእግረ መንገድና ስሕብ ክነብሎ ኢና ማለት እዩ ንቐፅል ሰላም ጥዕና ሃበለይ ክቡራትን ፍቱዋትን ተኸታተልቲ ሽደን ሪኣክትስ ዋን። እግዚኣብሔር ይመስገን።
ናብዚ ቻናል እንቋዕ ብደሓን መጻኹም ሓደሽቲ እንተኾይንኩም ሳብስክራይብ ምግባርኩም ኣይትረስዑ ርኢቶታት ኣለውና ከነንብብ ኢና ንሕለፍ እስከ። Welcome to Shouldn't Reacts One.
ኣብዚ ናይ ሎማዓንቲ ሪኢቶ ማለት እዩ ናብ ሽደን ሪኣክትስ ዋን ካብ ዝተጻሕፋ ጆሴፍ ሶል ሓምሳን ሓሙሽተን ንሓደ ሓወይ ትብሎ ደኣ ዒስራ ዓመት ኣብ መዓስከር ከም ስደተኛ ተቐምጦ ኢኻ ኣኽሱምኩም ሒዝኩም ሰላም ጥራይ ሃቡና። እወ ክቡሩን ፍትውን ሓው ትክክል እንዲኻ ዘለኻ ግን ድማ ንሓደ ሓወይ ትብሎ ሰብ ደዳኣሞ ዘይትብሎ እንተኮይንካ ዒስራ ዓመት ተቀቢልካ ኣብ መዓስከር ብኣግባቡ ብዝከኣለካ መጠን ሒዝካ ትምህርተ ተደልዩ ትምህርቲ ንወጻኢ ከተደልዩ ተማቻቸወሉ ኢኻ ሓወይ ስለ ዝበለ ህዝቢ ትግራይ ዝዓቕሙ ገይረ ኣሎ ማለት እዩ እዙይ ማለት ግን ዘየብለይ ኣዴኻስ ካብ እምኒ ትጸንዕ እዩ ንባዕሉ ናይቲ ህዝቢ ዘሎ ናብራ መነባብሮ ሒዝካ እዩ እዚ ጉዳይ እዙይ ምናልባት ክሕተት ዝኽእል ድማ ንህዝቢ ትግራይ ኣይኮነን ነቶም መራሕቲ እዩ እንተተሓቲቱ እውን ማለት እዩ። ህዝቢ ትግራይ ዝሓዘያ ዝወርወረስ ፈራሕ ነይብሃል ከምዝብሃል ዝሓዞ ዝዓቕሙ ዝከኣሎ ገይሩ እዩ ምስ ነሕዋቱ ኤርትራውያን። እሞ መራሕቲኸ እንታይ ፈድዮም ብኣውርኡ እንደ ግዳይ ማለት እዩ ንስኻ ምልስ ኢልካሲ ኣሕዋተይ ነታ ዝገበርዋ ናይ ህዝቢ ትግራይ ንእሽለይ ነገር እንታይ እዮም ፈድዮሞም ደይትብል ንሳ ዶ ግዳይ ምዓኣ መውጋዕኻ ኔርካ ማለት እዩ ክርደእካ ድሓር ስለዚ ዝዓቕሙን ዝገበረ ህዝቢ እዚኣ ትግባእ ርእይቶይ እያ ኢለ ኣነ ብወገነይ ኣይገልጽን ተገሊጽካ ድማ ዋእ ናትካ መሰል እዩ ንሳ እውን ኣይከልኣካን እዚኣ ኸኣ ሰመረ ጊህደ ሓሳባትካ ርጡብ እዩ ፍልጠትን ርግዓትን ኣለካ ኣይ ላይክ። ዩር ፐርስፔክቲቭ ብጣዕሚ ክብረት ይሃበለይ ሰመረ ሓወይ ካባኻ ይበልፅን ንስኻ ትኾኖ ኢሉ መዘንግዕ ካባኻ ይበልፅን ሰመረ ሓወይ ናትካ እውን ብሉፅ ዝኾነ ርእይቶ ኣዝዩ ፖዘቲቭ ቫይቭ ዝፈጥር ነገር እዩሞ ብጣዕሚ ብጣዕሚ ደስ በሃሊ እዩ ክብረት ይሃበለይ ፒስ ጂ ጀይ ዋን እል ሽደን ሪኣክትስ ጥዕና ሃበለይ ነብስኻ ከም ኤርትራዊ እሞ ሓሲብካ በዚ ዘሎ እዋን ከም ኤርትራዊ ኮይንካ ከመይ ዝበለት ትግራይ ምስ ኤርትራ ብጽቡቕ ጉርብትና ጥቡቕ ዝምድናን ሕውነትን ክትፍጠር ምደለኻያ ማለት ነብስኻ ከም ኤርትራዊ ሓሲብካ ማለት እዩ ኖ ቀሊል ነገር እዩ ሪኳይርመንቱ እንታይ ኣለዎ ማለት እዩ ቅድም ቀዳድም ንሕና ነዋግዖ ንሓስቦ ከስ ክዋሰብ ኣለዎ እቲ ሓሳብና ተረዲእካ እዚ ማለት ካብቶም ቅድሚ ሕጂ ኣባላት ብርጌድ ንሓመዱ ሪእኻዮም እንተኾይንካ ካልኦት ውን ኣባላት ብርጌድ ንሓመዱ ደለይቲ ፍትሒ ዘይኮኑ ካልኦት ውን ማለት እዩ ኣብ ሓገዝ ህዝቢ ትግራይ ተሳቲፎም ነቲ ህዝቢ እዚ ምሽ ኣውጺኦሞ ኣለዉ ማለት እዩ ልክዕ ብኡ መጠን ከኣ ሓደ ሓደ ሕማቃት ማለት እዩ ነቲ ጉዳይ እዚ ንኽበኣኣስ ሰሪሖም ኣለዉ ስለዚ እቲ ናታቶም ነገር እንዳጓሓፍና ገዲፍናሲ ተተኻኢሉ እንተተኻኢሉ ዝኾነ ሓገዝ ትሕግዝ ትኽእል ኢኻ ነቲ ህዝቢ ኣይ ኣይከኣልኩን ዓቕሚ የብለይን እንተልካ ድማ ኣፍካ ሕማቕ እንተዘይወፆ ጥራሕ እኹል እንዳኣሉ ማለት እዩ ፒስ ስለዚ እዚ እንድሕር ተገይሩ ሓደ ሰብ እታ ብፅሒቱ ብመልክዕ ሰላም ብመዳይ ሰላም መንዳይ ኣቢሉሲ ኣብፂሕዋ ኣሎ ማለት እዩ ሓደ ሓደ ግዘ እኮ ከምኡ እዩ ተኽኢልና እንተኽኢልና ንገብረሎም እንተዘይክኢልና ግን ሕማቕ ኣይንዛረብን ማለት እዩ ኣሰይ እዚኣ ከምዚኣ ዝበለት ሃናፂ ርእይቶ እያ ዘላ ቀጸልና እስኪ በል ኣብ ዘለናያ ማለት እዩ thank you by the way ብጣዕሚ ብጣዕሚ እየ ዘመስግነኩም የቐኔለይ ክብረት ይሃበለይ ናብ ናይ ሎማዓንቲ ርእይቶ ክንሰግር ኢና እሺ ኣብቲ ዘመን እቲ ዝነበሩ ትግርኛ ዝዛረቡ ነቲ ፓይራሚድ ዝሰርሑ ኣበይ ተሓቢኦም ዝነበሩ እዮም ኦኬ ካልኤይትን ብጣዕሚ ትገርመካ ነገርን እዞም ሰባት እዚኦም ኮኖ ኣብ ግብጺ ነይሮም ኣይኮናን ንብል ዘለና ካብ ኤርትራ ከይዶም እዮም ወላ ካብ ኢትዮጵያ ከይዶም እዮም ናብ ግብጺ ከይዶም ነቲ ፓይራሚድ ሰሪሖሞ ኢዮም ተመሊሶም ይብለና እንተ ሃልዩ ከምቲ ኣቀዲመ ዝነገርኩኹም ቅድሚ ዓሰርተ ትሽዓተ ክፍለ ዘመን ሃገር ዝበሃል ኣምር ኣይነበረን no ኣይኮነን ኣብ ግብጺ ኢዮም ኔሮም እንተ ይብለና ሃልዩ ከኣ ንሕና ኣመጻጽኣና ካብቲ ግእዛውያን ወይ ሳባውያን ዝበሃል ዘይኮነ ኣመጻጽኣና ግብጻውያን ንኸውን ኣለና ማለት እዩ። ደሓን እስከ በቲ ትብልዎ ዘለኹም ደሓን ናትና እዩሞ ንበል፣ ደሓን ኣሚንናኩም ኣለና፣ ንዑ ሓወልትኹም ውሰዱልና እንተኢሎምናስ እንታይ ኢና ክንገብር ወይ ሐራይ ሐደ ንዑ ውሰድዎ እንተኢሎምና ማለት እዩ ክነምጾ ንኽእል ኢና ኣይትጸገም ኢኻ ብዙሕ ነገር ግን ዴቫ ሐደ ሐደ ግዘ ክእርመካ ማለት ከም ታሪኽ ኣነ እታ ቪድዮ ሪኤያ እየ ኣብ ሕብሪ ፖድካስት ወይ ከኣ ሕብሪ ቮድካስት ኢሎም እዮም ለቕምማ ዘለዉ ንሳቶም ብከምኡ ኣብኡ ተለቂቃ ርእያ እየ እዚ ቆልዓ ዝሰርሖ ቪድዮ ጽቡቕ ቪድዮ እዩ ብዝተኻእለ መጠን ማለት እዩ እዚ ማለት ብፍላይ ኣብቶም ጥንታውያን ስልጣነታት ካብ ዳእማት ገለገለ ቢሉ ንሱ እውን እኮ ከም ዝተረኸበ ከም ዝተባህለ ብዝብል እምበር ጭቡጥ መረዳእታ ሚእቲ ካብ ሚእቲ እዚ እዩ ኣይበልን ሓደ ሓደ ግዜ ግን ታሪኽና ምልስ ኢልና ክንርኢ እንድሕር ደኣ ኮይና ከምቲ ትብሎ ዘለኻ ስልጣነ ኣኽሱም ቅድም ኢሉ ኣብ ኲን ሸባ ጥራሕ ዝጀመረ ኣይኮነን። ቅድሚ ስልጣነ ሳባውያን ዝጸንሐ ቅድሚኡ ዝጸንሑ ማለት እዩ። ኩሻውያን ፋሚሊ እዮም ነይሮም። ተረዲእካ ድዩ? ስለዚ ኩሽ ዝበሃልሲ ኣሎ እዩ። ናይ ኒሎ ሳህራ ፋሚሊ ቋንቋ ዝዛረቡ ተወለድቲ ኩሽ ዝኾኑ ሰባት ኣብቲ ቦታ ንሱ ብነባርነት ወይ ከኣ ብቐዋሚ ምንባር ይነብሩ ነይሮም እዮም። ደሓር ከኣ ድሕሪ ዝተወሰነ ግዘ ማለት እዩ ናይ ደቡብ ዓረብ ነጋዶ እዮም እኮ እቲ ሓበሻ ዝበሃል ነገር እንዳፈጠርዎ ዝኸዱ። መበል ሳልሳይ ትውልዲ ናይ ጁሽ ናይ ኣይሁድ ትውልዲ ውን ኣለና ማለት እዩ ተሓወሰ። ስለዚ ብኸምዚ ዓይነት ነገር ክንርኢ እንተለናሲ በዓል ኣሰራርሓ ሓወልቲ ኣኽሱም መብዛሕትኡ ግዜ ማለት እዩ ከምዚ ሎሚ ኣብ መቓብር ምልክት ንገብር ኢና ምሽ ንሕና ቅድም ኢሎም ከምዚ ዓይነት ተርእዮ እንድሕር ደኣ ርኢኹም ኮይንኩም ምናልባት ኣብ ጀሩሳሌም ኦልድ ሲቲ ኣነ ብኣካል ካብ ዝረኣኽዎ ሓደ ነገር እንታይ ኣሎ ኣብ መቓብር ምልክታት ምግባር ንገጽ ምብራቕ ጌርካ ምቕባር ገለ ገለ ዝበሃሉ ነገራት ካብኡ ዝመጹ ነገራት ከም ምዃኖም እዩ። ስለዚ ሓወልቲ ኣኽሱም ንኣብነት እንተወሲድና ምልክታት መቓብር ኣብቲ መቓብርሲ ዝትከል ምልክታት ብፍላይ ከኣ ኣቡነ ፍሬምናጦስ ወይ ከኣ ኣባ ሰላማ ዝበሃል ብህጻንነቱ ማለት እዩ መምህር ናይ ኢዛና ናይ ንጉስ ኢዛና ማለት እዩ ኣብርሃ ዝበሃል ብትግርኛ ቀደም ከኣ ንጉስ ኢዛና ሳይዛና ዝብል ሹም ዝሓዞ ማለት እዩ ናታቶም መምህር እዩ ነይሩ ብቑልዕነቶም መምህሮም ኮይኑ እዩ መፅዩ ማለት እዩ። ሕጂ እቶም ፊደላት ንባዕሉ ሸውዓተ ፊደላት ክምህዝ እንተሎ ከምህሮም እንተሎ ቅድሚኡ ቋንቋ ግእዝ ዝበሃል ቋንቋ ግን ነይሩ እዩ ማለት እዩ። ቅድም እዩ ኣብዚ ሕጂ ዝነበረ ግእዝ ማለት እንታይ ማለት እዩ? ቀዳማይ ማለት እዩ። ብክልተ ትርጉም ኣለዎ። ግእዝ ግእዘ እንተኮይኑ ንኣብነት ተጓዓዘ ማለት እዩ ብሓደ ወገኑ፣ ግኡዝ እንድሕር ደኣ ኮይኑ ቋንቋ ትግርኛ ህይወት ዘየብሉ ማለት እዩ። ግኡዝ ማለት ነጻ ዝወጸ ማለት እዩ ማለት እዩ። ሃገረ ኣግኣዚ ዝበሃል ዘሎ ወይ ከኣ ኣግኣዚያን ኢሎም ሓደ ሓደ ሰባት ዝዛረቡ ማለት እዩ። ቋንቋኦም ግእዝ ኣቢሎም ንዓዶም ከኣ ሃገረ ኣግኣዚት ኣበልዋ ዝብሉ ማለት እዩ እቲ ናይ ቀደም ማለት እዩ። ግእዝ ግን ፈላማይ ማለት እዩ። ፈላማይ ማለት እውን ሀ፣ ለ፣ ሐ፣ መ ወይ ከኣ ሀ፣ ለ፣ ሐ፣ መ፣ ሐ፣ መ፣ ገለ፣ ሰ፣ ረ፣ ሸ እንዳበለ ዝኸድ ነበረ። እቲ ቀዳማይ ፊደል እቲ ካልኣይ ድምጽታት ዘየብሉ ማለት እዩ ነይሩ so ቅድም ኢሎም ዝነበሩ ቅድሚ ኩን ሸባ ዝነበሩ ሰባት ኣብ ኣኽሱም ከባቢኡ ምድረ ቡር ላዕላይ ቡር ታሕታይ ቡር ተቐመጥቲ ዝነበሩ ጥንታዊ ናይ ባሕረ ነጋሲ ወነንት ዝኾኑ ወነንትን ፈጠርትን ስልጣነ ኣኽሱም ዝኾኑ ብተመሳሳላይ መልክዑ ማለት እዩ መስቀል ኣለዎም። መስቀሎም ከኣ ተመሳሳላይ ተመሳሳላይ መስቀል ልክዕ ከምቲ ናይ ንኣብነት ቆ እንድሕር ደኣ ኮይኑ ኣብ ኢትዮጵያውያን መብዛሕትኡ ግዘ ዝረእ ነበረ ማለት እዩ። ፖ ዝመስል ከኣ ኣሎ ማለት እዩ ካሊእ መስቀል ፖ ፖ ዝመስል መስቀል ማለት እዩ። ስለዚ ቆ ዝመስል ኣሎ ናይ ኑብያውያን እውን ከምኡ ፖ ዝመስል ከኣ ኣሎ እዚ ማለት እዩ። ብዙሕ ግዘ ልክዕ እቲ ሽሙ ማለት እዩ ደቂ ናምሩድ ናምሩድ ማለት እኮ ቀረባ ትውልዲ ናይ ሄኖክ እዩ ማለት እዩ ተረዲእካ ድዩ ስለዚ ደቂ ናሙሩድ ዘምጽዎ ስልጣነ ጽውጽዋይ እዩ እንዳበሉ ስለ ዝሃወኹና ሰባት ሸለል ኢና ንብሎ ንሕና እምበር እዚ ከምዚ ኢልካ ዝሕለፍ ነገር ጥራሕ ኣይኮነን ማለት እዩ። ንሕና ከይድናስ
ሓወልትና ሃቡና ኢልና ዲና ሕጂ ምስ ግብጺ ሓድሽ ኩናት ክንፈጥር? ዋእ ሕጂ ምስ ግብጻውያን ከተባእሱና ድዩ እቲ ዕላማ ዋላስ እንታይ እዩ እንታይ ተሓሲቡ ክርዳኣኒ ኣይከኣለን ብዝኾነ ግን ታሪኽ ዘይምጥምዛዝ።
ሐራይ ንግስቲ ክሊዮፓትራ ሓበሻ ኮይና ረኺበያ ገለ ገለ ንዝብል ማለት እዩ። ክሊዮፓትራ ካብተን ብንግዲ ባርያ ዝተዓደገት ሓንቲ እያ ነይራ ማለት እዩ። እንድሕር ደኣ ታሪኻ ክትፈልጥ ተዘይደሊኻ ጸሊም ሕብሪ ቆርበት ከም ዝነበራን ካብተን ብሽዑ እዋን ማለት እዩ ተታሒዘን ብባርነት ንግዲ ዝመጻ እሞ ከዓ ኣብኡ ማለት እዩ ብመልክዓ ብቁንጅናኣ ማለት እዩ ዓብሊላ ሰበይቲ ናይ ግብፂ ፈርኦን ክትከውን ዝበቕዐት ፈርኦን ማለት ንጉስ እዩ ነይሩ ፈርኦን ከዓ ኣየናይ ፈርኦን እዩ እንድሕር ዳኣ ኢልና መብዛሕትኡ ግዜ ልክዕ ከምዚ ናይ ሮም ገለገለ ዝነበሩ ወይ ከዓ ሄሮድስ ገለገለ ዝብሉ ሰሚዕኩም ትኾኑ ኣብ እስራኤል ዝነበሩ ነገስታት ብዙሕ ግዘ ከምኡ ቄሳር ገለገለ ዝብሉ ነዊሕ ኩሎም ቄሳር እዮም ዝበሃሉ ነይሮም ከምቲ ናይ ኢትዮጵያ እውን ሃፀይ ሃፀይ ሃፀይ ሃፀይ ዝበሃሉ ማለት እዩ ፈርኦን ማለት ከዓ ከምኡ ማለት ንጉስ ንጉስ ንጉስ ማለት እዩ እምበር ሓደ ኣይኮነን እቲ ፈርኦን እቲ ብሙሴ ዝነበረ ፈርኦን ገለገለ ኣይኮነን ማለት እዩ ሶ ምናልባት ሞስት ፕሮባብሊ ቅድሚ ኣኽሱም ስልጣነ ዳእማት ይሓ ገለገለ ዝበሃሉ እዚኦም ኣብ ቀርኒ ኣፍሪካ ዘለዉ ስልጣነታት ተተሓሓዘ ታሪኽ ዘለዎም ስልጣነታት እዮም ማለት እዩ። ተተሓዘ እዮም። ክሳብ የመን እንድሕር ድኣ ዝኸድ ነይሩ ካሌብሲ ፍሉጥ ዝተተሓዘ ስልጣነ ከም ዝነበሮም ጽቡቕ እዩ ኢልካ እዩ ዝሕለፍ ዝግብኦ ነይሩ። ምንቃፍ እውን ኣድላይ ኣይኮነን። ሓወይ ኩሽኙ ናበይ ገጫ እያ ትኸድኛ ዛዕዲ ዋዕ ክልተ ዝጋ ቤና ክልተ ዝሽፈራ ዓዲ እሞ ናበይ ገጻ ከም ትኸድላ ታይ ፈሊጠ እየ ዘውራወ። እንታይ ማኘት እዩ እዚ ከ ንስኻ ኛበይ ገጽካ ዲኻ ክትከትደኒ? ኣነ ወሪደ እየ ሓደ ሽፈር ከይሓዛ ኣይሳፈርን ኢለ ብእግረይ ሰለ ይሕሸኒ ኢለ ወሪደ እየ። ኡስኝኸ ነዳት እኒዋ ዶ እዛ ኬኛ? ኣታ ረዳት ይሃልዋ ኣይሃልዋሲ ብዛ ብክልተ ሽፈራ ትዝወር መኪና ኣይሳፈርን ኢለ ወሪደ እየ እኮ ይብልከለኹ። ኣታ ቀዲምካ ሕሳብ ከፊንካ ምዃኑ እዩ ዘግህዋ ኡስኝኸ እቲ ተሳፋኒ።
ትገርም ድራማ እይ ቀዲምካ ሒሳብ ምክፋልካ እዩ ዘጉህ እምበር ክልተ ዝሹፌራ መኪና ሲ ዋ ተጠራጥር እያ ናይ ብሓቂ ማለት እዩ ኣነ ዋላ ወሪ ይደላ ኣለኹ ሓደ ሹፈርቲ ሓዛ ፈፂመ ይድይብን እየ ኢለ እየ ትክክል እያ ትክክል እያ ማለት እዩ ኣያ ትግራይ እያታ መኪና እወ ዓወት ወዳጅ ቅድሚ ሕጂ ገጢሙላ ነይሩ እንድየ

ኣይተሳእለን ጆኬርዋ ጉዳይ ተሻፋኝ ዋእ ምዝዋር ልኽእል ዳ መዓት እባ ተወድ እንታይ ደኣ እሞ ዋእ በቃ እቲ መንገደይ ትፈልጥዎ እየ ዞርዎሉ ኢሎም
ንሕና ክንዛረቦ ከለና ኣዝዩ ጥዑም ኣይኮነን ከምዚ ዓይነት ነገራት ብኣፍ እቶም ኮሜድያን እንትወፅእ እንተሎ እዩ ኣዝዩ ብጣዕሚ ፅቡቕ ማለት እዩ ንሕና ከምዚ ውራ ኢና ምብል ለይጠንጠነሉ እዮም ኢሎም ኣታ ከመይ ዝኣመሰለ እስኪ ንበሩ ንስኻትኩም ኣይትሰኣኑ ማለት እዩ ናይ ክልተ ጉጅለ ሃለዋት ቅድሚ ናይ ትግራይ ድሕነት ዘቕምጥ ኣካል እስኪ ጌታቸው ሪድካ ንወዲ ወረደ ሹመልና እዩ ግዜያዊ ምምሕዳር ለለው ሕወሓት ከዓ እንታይ ኢሎም ንጌታቸው ከም ለሎ ይቐፅል ድጋፍ ጥራይ ግበረልና ኢሎም ፌደራል መንግስቲ ሳልሳይ መፍትሒ ኢሉ ኣምፅኡ ግዜያዊ ምምሕዳር ስርሖ ኣይሰርሕን ስለዚ ይፍረስ ከም ብሓዱሽ ተመያይጥኹም ግዝያዊ ምምሕዳር ትኸሉ ኢልና ካብኡ ንሕና እውን ተቓዊምናዮ ኢሉ ግዝያዊ ምምሕዳር ዘለዉ ሰባት እውን ተቓዊሞሞ ንሕና እውን ተቓዊምናዮ ኢማጅን ናይ ክልተ ጉጅለታት ድሕንነት ሓለዋት ናይቶም መመራርሓታት ሓለዋት ጥራይ ቅድሚ ናይ ትግራይ ብሔራዊ ድሕንነት ለቐምጥ ኣካል ተመያይጥኹም ዘህዝለሎ ግዜያዊ ምምሕዳር ሰኒፉ ስለለሎ ፈሪሱ ተጋሩ ተመያይጥኹም መንግስቲ ትኸሉ ትበሃል ተሎ ኖ ልብል ሕወሓት ማለት
ኣነ ግን ማለት እዩ ሰብሲ ንምንታይ እዩ ብጣዕሚ ኣብ ሓደ ዝኾነ ነገር ማለት ዓሚቕ ዝኾነ ተስፋ ተስፋ ምህላው ፅቡቕ እንድዩ ማለት ከም ሓደ ንሕና ከም ሕብረተሰብሲ ሰብ ተስፋ እንተዘይንኸውን ከቢድ ገፀ መሬት ከምኡ እውን ዝኸበደ መነባብሮ ደፊእና ብዙሕ ግዜ ከዓ ውግእ ንበሮ ውግኣትን ደፊእና ኣይምነበርናን። እዚ ማለት ሓደ ሰብ ተስፋ እንተሃልይዎ ክገብሮ ዝግባእ ነገር ስለ ዝኾነ ኢና ጌርናዮ ንበል፣ ፈጣሪ እውን ሓጊዙና ትብል ነገር ንሓወሰላ። ከምቶም ኮሚኒስት በላዕቲ ስኢሎም ፈጣሪ ዘየመስግኑ ስኢሎም ኣብ ደገ ዝሓድሩ ብሓይለይ ገይረዮ ብፀጋማይ ኢድካ ገለ እዚ ክተረፍ እዩ ዘለዎ ማለት እዩ ፈጣሪ እውን ሓጊዙና ማለት እዩ እዚ ንሱ ጥራሕ ግን ኣይኮነን ኣነ ዝገርመኒ ዘሎ እንድሕር ደኣ እዞም ሰባት እዚኣቶም ልክዕ ግዜ ምፅዎም ኣብ ግዜኦም ከዓ ኣዝዩ ብጣዕሚ ፅቡቕ ፅቡቕ ዝበሃል ስራሕቲ ሰሪሖም በዓል መን እዮም እቶም ሰባት እዚኣቶም ኢልካ ትገልፆም ዘለካ ውድብ ሕወሓት ፍርቂ ኣባላት ግዜያዊ ምሕዳር

ፕሮሰስ ዝገብረሉ ዓመታት እኳ ኣለዎ። ንኣብነት ሓሳቡ እንዳደምሰሰ እንዳደለተ ካሊእ ነገር እንዳመለኦ ዝኸይድ በቃ ሕጂ መሊኡ እዩ እናታቶምሲ እንታይ ኢሉ ሚሞሪ ፉል ተወዲኣ በቃ ሚሞሪስ መሊኣ እያ ሕጂ ምስ ተመለአ በል ንዓ ካልእ ስራሕ ኢልኩም ገለ ንዕኦም ኣይትሃውኽዎም ተተኻኢሉ ተተኻኢሉ ካሊእ መንገዲ ኢና ክንፈጥር ዝግበኣና ማለት እየ ሓራይ እስኪ ቀፅል ንስኺ እዚ ህዝቢ ትግራይ ሎማዓንቲ ሕወሓት ልክ ትጠፍእ ዒስራ ኣርባዕተይ ሰዓት ተሪፍዋ ተልበሃል ብጭንቀት ኮፍ ኢሉ ዝሓድር እዩ ዝመስለኒ እስቲ ንርእዮ ውድብ ሕወሓት ኣብ ተካይዶም እላ ዋዕላታት ለሎ ሓይሊ ሰብረ እዩ ብጣዕሚ እዮም ለቕንኡኻ ዝኾነ ተፀንበር ተፀንበር ኢል መፀካ እንታይ ኢና ሒዝና ናና ማነ እያ እነታትና ኣብኡ እየን እኒኤዋ እቲ መንእሰይ ኣብኡ እዩ እኒኦ እቲ ዝተምሃረ ንብሎ ሓይሊ ሰብ ኣብኡ እዩ እኒኦ ትልተቃለሰ ተጋዳላይ ተይቀረየ ኣብኡ እዩ እኒኦ ደንቂርና ክንእከቦም እንተሃሊና ኢለ ኣብዚ ቃልሲ እዚ ደንቂርና ክንእከቦም ኢለ ኣለና ማለት ደንቂራ እዚ ዓይነት ሓይሊ ሰብ ክህልያ ዝኸኣለት ውድብ ሒዝናሲ ተማሂርና ምንም ዓይነት ሓይሊ ሰብ የብልናይ። ግደፍዮ እንዶ ሕጂ እንታይ መሲልኪ ማለት እዩ ሎሚ ብትምህርቲ ዝኣምን ሓይሊ የለን ተሪፉ እዩ እንታይ ልዎ ትምህርቲ እንታይ ክገብረሉ እህ እንታይ ክገብር ብዙሕ ሰብ እኮ ማለት እዩ እዛ ትርእያ ዘለኺ ኣብ ላዕሊ ዝኔቶ መጽሓፍ እታ ላዕሊ ዘላ ሪች ዳድ ፑር ዳድ ገለ ትብል መጽሓፍ ንሳ ጥራሕ ምስ ኣንበበ ጥራዝ ነጠቕ ኮይኑ ተሪፉ እዩ ገዲፍዎ እኮ እዩ በቃ ትምህርቲ ኢስ ናት ኢምፖርታንት ገለ ገለ ክብል ጀሚሩ ማለት እዩ ተምሃራይ ዋ ዝተማህረ ምሁር ዳኣ ተጠራጠራይ እንድዩ እሂ ዘይምሁረ ይጠራጠርን ማለት እዩ ምክንያቱ ሓንቲ ዝኾነት ሓሳብ ኣላቶ ንሳ ከዓ ኦፕሽን የብላን ኖ ፕላን ኤ ኖ ፕላን ቢ ኖ ፕላን ሲ ኦንሊ ፕላን ዲ ማለት እዩ ሒዝካ ትንቀሳቀስ እሞ ምስ ምሁር ትጋጮ ምሁር ዝሃቦ መፍትሒ የባእሰካ ዲስከሽን ተሪፉ ኩሉ እንታይ ብፀርፊ ማለት እዩ ኣብ ጠረጴዛ ኮፍ ኢልካ ምዝራብ የኣብየካ ከም ሰብ ንህባይ ይሕሻ ኢሉ ባባ ዮናስ ሓቁ እዩ ኣፍሪካ ተኣምረኛ ዝኾነ ትውልዲ ዘለዎ ዓዲ እንድያ ግድን እያ እዛ ኮንቲነንት ኣረግደፉዳ ኣብ መኸተ
ውድብ ዘይኮነ ዝመርሕ ነይሩ መንግስቲ ትግራይ እዩ ዝመርሕ ነይሩ መንግስቲ ትግራይ እዩ ክፍርሞ ዝግባእ ፌርማ ስለዚ መንግስቲ ኣፍሪስካ ቤት ምክሪ ኣፍሪስካ እታ በረኻ ዝሰኣንካያ ስልጣን ነዛ ጸባብ ዕድል እዚኣ ህዝቢ ትግራይ ኣብ ረመጽ ኣብ ጭንቂ ኣብ ዝኣተወላ ተጠቒምካ መንግስቲ ትግራይ ክፈርስ እዩ ተገይሩ። ክመጽእ ከሎ ምስ ዝምልከቶ ፖሊት ቢሮ ኢኻ ክትዘራረብ ዝግበእካ። ጀነራል ጻድቃንን ጌታቸውን ግን ብሄራዊ ክሕደት ብምፍጻም በገዛ ስልጣኖም ብባዕሎም መንግስቲ ኣፍሪሶም ሰራዊት ዕጥቁ ከርክብ ትግራይ ክትቁረን እዮም ፈሪሞም ወጺኦም።
ነበረ ያ ነበረ ዶ ይኾነኩም ኣሎ ክቡራትን ፍትዋትን ሓዋት እታ ፌርማሲ ክትፍረም እንተላ ሰብ ዘይነበራ ድዩ መሓር ዮሃንስ ደይ ልምነኩም ኣይነበረን ሽዑ ግዘ ማለት እዩ ግደፎ እትውና ወይ ድማ ይፍረምን በቃ እንተዘይኮይኑ ድማ ተኣኪብኩም ክትዛረብዎ ዘለኩም ከድኩም ክትብልዎ ዝግብኣኩም ሓሳብ እሲ ሰሚዕኹም ኪዱ ንዓና እውን ድማ ኣብታ ኣኼባ እትውና ክንደይ ግዜ ለመነ እግዚኦ መዓት ግዜ መን እሞ ሰማዒ እቲ ቆልዓ ንሱ ናበይ ኣተወ ህልም ኢሉ ብዘለዋ ማለት ክንደይ ግዜ ሕጂ ዳሕራይ ሽዑ እንታይ እዮም ኢሎም ሓሲቦም እታ ኣቋራፂ መንገዲ ኩሉ ግዜ ፍልጥቲ እንዲያ ማለት እዩ ነታ ዕድል ተጠቂማ ውድብ ሕወሓት ከምቲ ትብሎ ዘላ ከምቲ ንሱ ዝብሎ ዘሎ ክልቲኦም እዮም ነይሮም ምስቲ ግዜያዊ ምሕዳሩ ነታ ዕድል እዚኣ ተጠቂሞም ቶሎ ቶሎ ጌርና በቃ ብሓደ ግዜ ፈሪምናያ ክንበፅእ እታ ስልጣን እውን ካባና ናባና ኢሎም ባዕሎም ንባዕሎም እዮም መሪፆም ሕልፉ ሓሊፉስ ነቶም ኣብ ናይ ድሕንነት ሓይሊ ወይ ናይ ፀጥታ ሓይሊ ዝነበሩ ማለት እዩ ኣኽበርቲ ሰላም ተባሂሎም መራሕቲ ናይቲ ቃልሲ መራሒ ናይቲ ሰራዊት ገለገለ ዝነበሩ ሰባት ናብ ስልጣን ሹመት እእትዮም ማለት እዩ ምናልባት ክናጋዕ እንተይልዎ ንዕኦም ሒዞም ሃረብ ሃረብ ብዝኾነ ልክዕ ከምዚ ኣባላልዓ ነጋዳይ ብፍጥነት ሒዞም ከይዶም ከም ዘይፈረሙ ሕጂ ምፅ ኢሎም ጌታቸውን ፃድቃንን ብሄራዊ ክሕደት ፈፂሞም መፅኦም ሕጂ እንተተረዲእካ ንስኻ ብስረይ ተድልየና ነርካ ይብለካ ኣለኹ ድሕሪ ክንዲ ዓመት ምስ ተረዲእካ ማለት እታ ኮንካ ሽዑ ከምኡ ዘይትዛረብ ሓሳዊ መዳኸሪ እሞ ንስኻ ትበልዓ ዝነበርካ ኣርባዓ ዓመት ከም ቆርበት ኣልፊዕኻ ዝቐለጥካያ ዓድን ኣደን ዲኻ ደኣ ክታይ ይበሃል ጥራሕ ትመርሖ የለን ከምኡ ዝበሃል ምጭርባር ግደፍ ሕጂ እውን ማለት እዩ ብሄራዊ ክሕደት ብሄራዊ ገለመለ ዝኸሓድኩም ኩልኹም ንስኻ ኢንክሉዲንግ ማለት እዩ ኢንክሉዲንግ ንስኻ ሲ ካሕዳማት ኢኹም ኣብ ክሕደት ትግራይስ ተሓተቲ ኢኹም ኣይተምልጣን ሌከ ምጭርባር መፅኡ እስኪ ማእኸላይ ኮሚቴ ሓደ በዚኣ እውን ካድረ ተስማዕሚዑ እዩ ናይ ክሕደት ሰነድ ኣይኮነን እቶም ዝፈረሙ እውን ክሓት ኣይኮኑን ብሄራዊ ጀጋኑ እዮም እዚኦም ተኣምር እዮም ሰሪሖም ምሳይ እውን ይናበቡ ነይሮም እዮም ምንም ክንገብር ስለ ዘይንኽእል ፈር ተፈሪሙ እዩ ንፈልጦ ኢና ዶክተር ደብረፅዮን ፕሬዚደንት ኮይኑ ክምረፅ ምስተሰደደ እምቢ ምስ በለ ኣብዪ ጌታቸው ብ18 ድምፂ ምስተመረፀ መጀመርያ ናብ ኣብይ ዝደወለ ዶክተር ደብረፅዮን እዩ። ጌታቸው መሪፅናዮ ኣለና ነገር ግን ብሕዚ ዘይትደልዮ ኮንካ ግን ኣለና እዩ ዓሰርተ ሸውዓተ ድምፂ ዝረኸበ ሕዚ ስኢልኪት ዝዘረባ እዚ ምንጋር ይከኣል እንድዩ ሓደ ሰብ እኮ ዝምረፅ ኩሉ ግዜ ዝተመረፀ ክትነግሩ እዮ ወይለ እየ ኢሉ እዩ ዶክተር ደብረፅዮን ባይዘወ ናይ ዶክተር ደብረፅዮን ድሌት እውን ጌታቸው ከምዘይኮነ ነጊርዎ ልኡል ሓይለ ኣለና እዩ ተመት እንድሕለይ ትደልዩ ኮንካ ዝብል ስለዚ እዚ ኮንስፓይረሲ ጸላኢኽ እንድዩ ምስ መን ኢና ንዋግዕ ዘለና ንሕና ምስ መን ኢና ንሰርሕ ዘለና ምስቱ ጻጽኒቱ ጥቕሊሉ ወዲእኪ ንዝተረፈ ሰብ ምብርኪ ክገዝእ ዝደልየ ሓይሊ እኮ ኢኺ ተደራዲርኪ ዘለኺ ኣጀንዳ ረከበያ ባዕሎም ኣቐቢሎምዎ እቲ ኣጀንዳ ድሕሪኡ ደዊሉ ኮንግራጁሌሽንስ ተቐቢለካ ኣለኹ ኢልዎ ልዕልነት ሕጊ፣ ልዕልነት ሓሳብ መሰረት ዝገበረ ኢና ንቕበል እምበር ከምዚ ናይ ትግራዋይ ነፃነት ክተምፅ ሲ ሓድነት የድልየና እዩ ከምኡ ዝበሃል ነገር የለን መጀመርያ ንሕና ነፃነት ኢና ንሓትት ሓድነት ሓድነት ኮይና ድሓረ ፀላኢና ኖኖኖኖ መጀመርያ ማዕርነት ሒዝና ኢና ብሓባር ንቃለስ ማዕረ ከይኮንና ሓቢርና ንቃለስ እዩ ነፃነት ከይሃለወና ሓድነት የየድልየና ንሕና ንደልዮ ኣብ ፍትሒ፣ ኣብ ነጻነት፣ ኣብ ልምዓት፣ ኣብ ማዕርነት፣ ኣብ ፍትሓውነት፣ ኣብ ሓቅነት፣ ኣብ ሞራል። ትኽክል እዩ እቲ ወግዕኻ እቲ ዘረባኻ ትኽክል እዩ ዝመስል ግን ኣበይ ኢኻ ትነብር ሕጂ ንስኻ እንታይ ኢኻ ትሰርሕ ኣብሱር እንታይ ኢኻ ትገብር እንታይ ተዋጢ። ታይ ትጣጢ ሚኪ ፈንቅል እንድዩ ዝብሉካ ንስካ ማለት እዩ ብዙሕ ግዘ ሰሚዐካ እንድየ ዘለኩ ሕጂ ዘረባካ ፅቡቅ እዩ እቲ ዘረባ ንሱ ግንስ እንታይ ኢካ እንዳሰራሕካ ተሕልፎ ዘለካ ድኣ እንታይ ድኣ ኮይንካ ኣብ ኣክሽን ዘየለ እንታይ ድኣ ኮይኑ እሺ ወዲ ሓፍቱ ንመለስ ዜናዊ እስኪ ሪኡ ኣነ ምስ ፅጋይ ዜናዊ ኣብ ዓድዋ ዓብየ ተማሃርኩ ሓው ንመለስ ማለት እዩ ፀጋይ ዜናዊ ሓው ንመለስ ተወቂዕኻ
ኢኻ እሞ

ንክሕኩምኻ ጠይቕካዮም ነይሮም ዶ እንታይ ኢሎምኻ? እወ ንክሕክመኒ ጠይቕክዎ ከይደ እዮ ናብ ህዝቢ መጀመርያ ዝኸድኩ ናብ ዶክተር ደብረፅዮን ከይደ እየ ትፈልጦ ካብ ኩሉ ኩነታተኛቲ ዝሕክመኒ እውን የብለይ ንሕዝስ ናባኻ የምፅኒ ይኹሞ ስኻስ እዚ ክትሕክመኒ ትኽእል ኢለ ሓይተየ እየ ንሱ ግን ዘለኒ ግን ተኣነ ከም ግሌት ክገብራ ዝኽእል ግን ኢሉ ንደፍተር ቢሮ ገዚኡ ገዚኡ ስሰ ደፍተር እና ስክሪቶ ሓሙሽተ ገይሩ እርሳስ መሰስቲ ገይሩ ቦርሳ ገይሩ ሂወት ሰይድ እንትመትን ተባክለ ተቐቢለ ከይደ ገዜ ሰይድ ጽቡቕ እዩ ከምኡ ገይርልካ ንሕጂ ማለት ከም ሓደ ውልቀ ሰብ እንዲና ንሪኦ ከም ሓደ ውልቀ ሰብ ከይድካ ሕጂ ንሱ ናይ ባዕሉ ዝኾነ ሃፍቲ ንብረት ገለ ብውልቁ እንድሕር ደኣ ኣለዎ ኮይኑ ከም ውልቀ ሰብ ድማ ዝኾነ ነገር ተገይሩ እዚ ይኣክል እዩ ብመሰረቱ ማለት እዩ ሓደ ቅኑዕ እዩ ቅንዕና ከም ዘለዎ እዩ ዘረደእካ ብውልቀ ሰብ ማለት እዩ ብውልቀ ሰብ ደረጃ ስርዓት ብደረጃ እኳ እንታይ ቅንዕና ክህልዎ መከራ ኢና ረኺብና ድለና ጆን ብላክሲ ብዛዕባ ብሽሙ ዝኸይድ ዘሎ ሸቐጥ ደው ክብል ከም ዘለዎ መልእኽቲ ጆን ብላክ ገሊጹ እዩ ዝብል ዘሎ ማለት እዩ ካብ እስር ቤት ኮይኑ ክንደ ግዜ እዩ ጆን ብላክ ዝገልጽ ዘሎ ሓቂ ድዩ ካብ ውሽጢ ድዩ ዝመፅ ዘሎ እቲ ደብዳቤ ሰልጠነ ወይስ ባዕልኹም ኢኹም ኣብ ደገ እንታይ እዩ ዝበሃል ብሽም ጆን ብላክ መሲኩም ትሽቅጦ ከይተልኡ ኩላካትኩም ብርጌድ ንሓመዱ እንታይ ከም ትኾኑ ዘለኹም ግን ተመዓራረዩ እባ ግደፉ ግደፉ ባኒ ቁም ነገር ዘለዎ ስራሕ እባ ስርሑ ከም እንታይ ዝበሃል እዚ በቃ ነይርኩም ሰብ ማለት እኮ እዩ እዚ በቃ ጎበዝ እዩ ነይሩ በቃ ኣትሊስት ትዕላሙ ሰየርስዕ ነይሩ ናይ ሓቂ እታ ተቃላሳ እዩ ሓያል ሰብ እዩ ዝብስሩ ከመይ ኣብ ዩቱብ ይኹን ኣብ ቲክቶክ ዝሽቅጡ ዘለዉ ኣነ ኣይፈልጦም ወልካ ተፈለጥኩም ከማን ትርጉም ዘለዎም ሰባት ኣይኮኑ ንኣብነት እዚ ካፒታ ዝብሃል ኣብ ኣሜሪካ ዘሎ ንሰባት ከደናግር ከም ተቃዋማይ ተመሲሉ ብዙሕ ነገር ሰሪሑ እዩ። ኣነ እውን ብዙሕ ነገር መኺረዮ እየ። እዚ ዝሰርሖ ዘሎ ስራሕ ውልቃዊ ጽልእን ውልቃዊ ናይ ጅቡኡ ናይ ምምላእ ሃነፍነፍ ተዘይኮይኑ ንጆን ብላክ ሓሊሉ ኣይፈልጥን እዩ። ካብቶም ኣብ ደገ ንሓመዱ ናይ ሆላንድ ዘሎ መራሕቲ ይኹን ተራ ካብኣቶም ንዓይ ንላዕሊ ንዓይ ዝሓልየለይ ወይ ከኣ ብሓላፍነት ዝሕተተለይ ሰብ ወላ ሓደ የለን። እቶም ብሓላፍነት ዝሕተቱ ኣብ ሆላንድ ዘለዉ ንሳቶም እዮም። ንሳቶም ስለ ዝኾኑ ንሳቶም እዮም ዝከታተልዎም። እቲ ካፒታል ዝበሃል ግን ካልእ መልእኽቲ ስለ ዘለዎ ንሰባት ከደናግር ከም ተቃዋማይ ከመስል ብዙሕ ነገር ከይዱ። መኺርናዮ ምዒድናዮ ክሰምዕ ኣይክእልን ሕጂ ብሽም በርጌድ ንሓመዱ ወይከኣ ብሽም ጆምላ ዝገብሮ ዘሎ ንውልቀ ሰባት ጽልእት ኣልዎ ትኾን ዝጽልኡ የብሉ ብዓና ተጊን ዝምልከቶ ኣይኮነን ኢዱን እግሩን ክእክብ ከም ዘለዎ ነጊርናዮ ክሰርሕ ኣይከኣለን ማለት እዩ ኣብ መጨረሻ ክረኽቦ ፈቲነ ዋላ ካባይ ሃዲሙ እዩ ዘሎ እዚ ሕጂ ዝኹሉ ዝገብሮ ዘሎ ንዓይ ኣይምልከትንይ ደጀን ንሓመዱ ይምልከተኒ እዩ። እዚ ሰብዚ ካልእ መልእኽትን ካልእ ልኡኽን ስለ ዘለዎ ግን ብድሕሪት ሰባት ኣለዉ ንዕኡ ዝደፋፍኡ። ስለዚ ሰብ ከይደናገር። ሓራይ እስኪ እስኪ ካፒቴን መልሲ ክበላ እዩ ማለት እዩ። ካሳሁን ኣለታዋን ኢኻ ብሮ እስኻ ውፊይ ንጉስካ ሳሚ ብርጌ ንሓምኑ ገለ ትብል ኣተንሽን ሲከር ኣብ ሆላንድ ገለ ዘለኹም ተፈሊጥኩም ኢኹም ኣተንሽን ሲከር ዝበሃል የለን እቲ ጉድኩም ስለ ዝተረኸበ ኢኹም ትሓርቁ ዘለኹም ኣነ ኣተችን ሲከር ኣይኮንኩን ኣተንች ካባኻ ኣየድልየኒን እዩ እንታይ ክገብረለይ ብእንግሊሽ ኩሉ ገብሮ ክእል ዓሰርተ ሚልዮን ፋሎወርስ ሒዘ ብኡ ኣተንችን ክረክብ እኽእል እቲ ሓቂ ግን ኪዶ እስካ ኪንግ ኪንግ ኪንግ እንዳበልካ ካልእ እሳይ እሳይ ትስርሓልና ኣብ ስደት ናይ ብሓቂ ተቓላሳይ ንሕ ኮንካ ውፊ ውፊ ውፊ ንሕ ትብል ኮንካ ኪድ ጫማ ጫማ ናይ ውፊ ኪድ ኣጽርዮ ጉዳይ ኣይኮነን ተመርኪኪ ንጉሰይ በሎ
ተናዲዱ ማለት እዩ ካፒቴን ብዝኾነ እታ ጉዳይ ነዚኣ እንዳ ትመስል ነራ ማለት እዩ ቃውቃው ዝበለት ጉዳይ ሒዝናያ መፂና ኣለና እሞ እንታይ ርእቶ ናታትኩም ኣነ ብወገነይ ጉዳይ ጆን ብላክ ኣዕረፉ ዕረፍ ተሃቡ ኣብኡ ኮይኑ ማለት እዩ ሓደ ከምዚ ቃልሲ ቃልሲ እንታይ ማለት ድዩ እንዳሰሓብካ ነናብ ግንባርካ ነናብ ማእገርካ እምበኣር ይኾኑ ኣሎ ማለት እዩ እስከ በሉ የዋፅ እንድሕር ዳኣ ኮይኑ እንዳቀፅሉ ታንበር ብውልቅኹም እኳ ዘይትቃለሱ ከምዚ ጌርካ ዳኣ ናብራኻን ሓዳርካ እኳ ዘይትቃለስ ምስ ሰበይትኻ ንውዓል ኣትሊስት እንተገደደ ክትሰማምዓ ትክእል ኣለካ ማለት እዩ ሶ ናብ ናይ ሎማዓንቲ ቪድዮ እንኳዕ ድሓን መፃኹም ኢለ ጀሚረ እዮ ሕጂ ድማ ዳሕና ቀኒዮታ ክብለኩም እየ ፅብቑ ከስምዕና ልዋም ግዜ ኩነልና በዓል ምሉእ ተስፋ እየ ማለት እዩ ቻው ዳሕና ቀኒውታ ሽደን ሪያክት ስዋን ልዋም ቅነ
ውድላይት ዳሕና ሕደርቶ ሓዋተይ ማለት እዩ